እሺ ቤተሰብ እንታይ ኢና ንሰምዕ ዘለና። እቲ ኣእዳዋ ዝተቖረጸት ኤርትራዊት ሓፍትና ናታ ነብሳ ተራኺቡ ኣብ ጀርመን መግለጺ ሓድሽ ናይ ሎምዓንቲ ወጺኡ። ዊት ኣደ እቲ ዝተረፈ ኣካላታ ተረኺቡ ከም ዘሎ ብጣዕሚ ነዚ ዜና ዘሰቅቕ ዘስካሕክሕ ዝገብሮ ድማ ብዘይ ርእሳ እቲ ዝተረፈ ኣካላታ ጥራይ እዩ ተረኺቡ ዘሎ። ኣብ ኣስመራ ፈተነ

እሺ ቤተሰብ በቲ ፈላማይ ቪድዮና ንቅፅል ኣለና ሰናይ ምክትታል።
ፕሊስ እዛ ቪድዮ ሸር በልዋ ንኩሉ ሰብ። ገና ሓዘን ናይዛ ሓፍትና ከይጀመርና ኦሬዲ ከ ሕጂ ከ ሽዱሽተ ኣዋልድ ኣብ ቴሌግራም ጥራሕ ነብሰን ተዘርጊሐን ይበሃል ኣሎ ሓቂ ድዩ ሓቂ ድዩ ኣይፈልጥን እየ ንዕኡ ክጻረ ግዜ የብለይን እንድሕር ከምኡ ሓቂ ኮይኑ ግን ነተን ደቂ ኣንስትዮ ፕሊስ ስምዓኒ ተን ጥራሕ ነብስክን ተዘርጊሑ ዘሎ ድዩ ብሕጂ ክዝርግሑልኪ ድፈራርሑክን ደሎ ፕሊስ መዓንጣና ኣይተቅረጻና ጥራሕክን ገዲፎም ዋላ ጋህ ኣቢልክን እግርኽን ይስኣሉኽን ሓንቲ ጓል ኣንስተይቲ ነብሳ ከይትሃሲ ናትኪ ተቀዲሑ ክኸውን ናና ተትቅዳሕ ከኣ ካልእ ምጸንሖ ክኸውን ይኽእል እዩ እቲ እስኽን ትገብርኦ ደለኽን ኣዴኽን ጌራቶ ዓባይክን ጌራቶ ቅድሚ ሕጂ እቶም ምስኣን ዝነበሩ ደቂ ተባዕትዮ ግን ውርዙያት ስለ ዝነበሩ ከምዚ ጌሮም ኣብ ደገ ኣይዘርግሕወንን so ሓንቲ ጓል ኣንስተይቲ ንከምዚ ነገር ዘርጊሕኒ ከምዚ ነገር ኣውጽኢኒ ኢልኪ ኣንኳይ ነብስኺ ክትንክፊ ጽፍርኺ ከማን ከይትሰዲ ይብለኪ ኣለኹ we don't care ኣነስ ኣነስ ልብለክን ኣለኹ ኣብዚ ጓል ኣንሰይቲ ጥራሕ ነብሳ ተዘርጊሓ ኢለ ጃጅ ዝገበርክዋ ጓል ኣንሰይቲ የላን ኣነ ጃጅ ዝገብራ ዘርጊሖምኒ ኢላ ነብሳ ትሃሲ እዚኣ እየ ዝጸላ ኣነ እዚ ተፈጥሯዊ ነገር ናይ ኣምላኽ ነገር እዩ ኩሉ ፍጡር ዘበለ ዝገብሮ ነገር እዩ መጋጊትኻ የጸብቐልካ እምበር ቀደም ዘርጊሖምና ምሃለዉ ነይሮም ከምኡ ዘይገበረ ሰብ የለን ብማዕዶ ሰብ ተፍቂርካ ዝኾነ ነገር ናይ ስምዒት ነገር ከጋጥም ይኽእል እዩ ሶ ፕሊስ ፕሊስ እዘን ደቂ ኣንስትዮ ኣሕዋተይ ፕሊስ ስምዓኒ ወላ ደቂ ተባዕትዮ ኹም ተሊኹም ኣዶኖ ኣይፈልጥ ንተሊኹም ኮንኩም ፕሊስ ኖባዲ ኬርስ ከይድና ከማን ኣይንሪኦን ኢና ኣብ ተሌግራም ተዘርጊሑ ብላ ኣሎ ኣነ ከይደ ኣይሪኦን እየ ኣይ ዶንት ኬር መን ምዃንኪ ፈትወኪ ደ ይፀላኣኪ ደ ኣይ ዱ ናት ኬር ከምዚ ዓይነት ነገር ከሕዝነክን የብሉን እዚ ዕስራን ሓደን ሰንችሪ እዩ ሰብ ኣብ ካልእ በፂሑ ኣሎ ንስኻትኩም ከዓ ብደይ ጠቅዕኒ ስለይ ጠቅዕኒ ፕሊስ መዓንጣ ክንሸጥ ኣብሎ ነዚ ነገር እዚ ኢግኖር ግበሮ እዮም እቶም ከምኡ ትዝርግሑ ዘለኹም ከዓኒ እቶም ደቂ ተባዕትዮ ኣብ ናህና ኮሚኒቲ ዘለኹም ኣጊደ ክነግረኩም እስኻትኩም ሕማቓት ስለ ዝኾንኩም ንዓኹም ስለ ዝንዕቑኹም ኣብ ትበፅሕዎ ስለ ዘይብልኩም ንሕዋትኩም ጥራሕ ነብሰን የውፅኡን ኣለዉ እምበር ኣብ ናይ ሶማልያ ኮሚኒቲ እንድሕር ከምኡ ጌርካ ክቆራርፅኻ ስለ ዝኾኑ ሓያላት ደቂ ተባዕትዮ ስለ ዘለዉ ከምኡ ኣይገብሩን እዮም ምስ ምሉእ ኣኽብሮት ኣሕዋተይ ይፈትወኩም እየ ኣብዚ ጉዳይ እዚ ግን ሓሚቕኩም ኣለኹም። ኣብ ጎረቤትኩም ከሎ ከምኡ ዝገበረ፣ ኣብ ፊት ገዛኹም ከሎ ከምኡ ዝገበረ ወላ ሓንቲ ኣይትገብርዎን ኢኹም። መስተ ሰቲኹም ግን ነንሕድኩም ክትፋግኡ ኢኹም ትውዕሉ። So እዚ ናትኩም ሕምቀት እዩ። እተን ደቂ ኣንስትዮ ከኣ መዓንጠኣን ገጥ ኣብላ። ፈቐዶ እንዳ ፖሊስን ገለን ኮለል ከብሉኒ ተኸኽ ደበሉኒ ምስፋግ ኣብየምሉ። ክሰጉን እየ ከማን ኣይደልን እየ ከማናት። ዲሞክራሲ ዘይብሉ ዓዲ እንታይ ክዓብሰለይ ነው። ዲሞክራሲ ኣብ ዓደይ እዩ ደሎ። ዲሞክራሲ ኣብ ዓደይ እዩ ዘሎ። ዲሞክራሲ ዘይብላ ዓዲ እንታይ ክዓብሰለይ እዩ ክሰጎን እየ ዝደሊ ትብል ዘላ ከምዘላ እታ ብቋንቃ ናይ ኖርወይ ትራንስሌት ጌርኩም ምስ ሚልታሪኣ ምስ ገልኣ ናብታ እንዳ ክፍሊ ኢሚግሬሽን ኖርወይ ከኣ ሪእክዋ ሚእትን ሰላሳን ሓሙሽተን ብሙሉ ማለት እየ ዜግነት ከይተረፈ ዝሓዘ ናይ ምስጓግ ወዲኣ ዝሓዘ ከምዘላ እታ ከምዘላ እታ ደግመልኩም ዶ

ገነት ገብሩ ተልነሳ እውን ማለት እዩ ስለዚ ዲሞክራሲ ታል ዓዳ ናብቲ ዓዳ ጽቡቅ ገሮም እንታን ናብኣ ከብጽሕዋ እዛ ቪድዮ እዚኣ ከምዘላታ ትራንስሌት ገርኩም ብቋንቋ ናይቲ ዓዲ ገርኩም ኣብዛ ትማሊ ዕለት ብኣልጀዚራ ዝወጸ ዜና ሓዊ ወሊዑ ይርከብ ነይሩ ብኡ ንብኡ ድማ ኣልጀዚራ ካብ ናቶም ዌብሳይት እውን ሙሉእ ሙሉእ ደምሲሰሞም ይርከብ ኣሎ ማለት እዩ ዕለት ሰላሳ ኖቨምበር ክልተ ሽሕን ዕስራን ሓሙሽተን ዝተዘርገሐ እዩ እዚ እቲ ዘርጊሖሞ ነበሩ ዜና ከመርእስቲ እውን ቀዳምነት ሂቦም ዝዘርግሕዎ እንታይ እዩ ነይሩ እንተድኣ ኢልኩም ኣብ ኣስመራ ፈተነ ዕልዋ መንግስቲ ተኻይዱ፣ RSF ድማ ኣብ ፖርት ሱዳን መጥቃዕቲ ከም ዝፈጸመ ዝብል እዩ ማለት እዩ። እዚ ፕረዚደንት ኢሰያስ ኣፈወርቂ ድሕሪ እቲ ኣብ ሱዳን ክገብሮ ዝቐነየ ምብጻሕ ብኡ ንብኡ ነዚ ነገራት እዚ ከይተዛዘመ ከሎ እዛ ዜና እዚኣ ትማልቲ ተዘርጊሓ ብኡ ንብኡ ድማ ከም ናይ ኣልጀዚራ ዌብሳይት ተደምሲሳ ትርከብ ማለት እዩ። ከም ዝረኣኹሞ ግን ኣብ ኣስመራ ፈተነ ዕልዋ መንግስቲ ተኻይዱ ዝብል ጽሑፍ ሂቦም እዮም ዘርጊሖሞ ነይሮም ማለት እዩ። እዛ ምስሊ እዚኣ ድማ ትማሊ ምሸት ኣብ ኤክስ ኣዝዮም ብዙሓት ዝኾኑ ሰባት ሼር ክብልዋ ሓዲሮም ይርከቡ ማለት እዩ። ኣብዚ ሰዓት እዚ ግን ኣብ ናይ ኣልጀዚራ ዌብሳይት ኣብ ዝኾነ ይኹን ቦታ የለን ማለት እዩ። ኣብ ኣስመራ እውን ዘጋጠመ ዝኾነ ይኹን ነገር የለን። ሞኒካ ሞኒካ ሰሙን ሰብኣይ ሰሙን ሰበይቲ ኣይትጓዳእም ከዛ ብርኽቲ መልሓሳ እንደሞ ኮይና ዘይጽብቕቲ ቡን ቀሪባ ዝተርእየና ሻይና ሰበይቲ። ናይ ሰብኣይ ኣይጠፋእ ኩሉ በብሓንቲ ተገሪምና ግን ሓደ መዓልቲ ከብድኺ እንዳጠፍጠፍክስ ጠሪጥኪ። ሓደ መዓልቲ ውን ኣትሪፎም ነባ ቀሺ ሓደራ ግደፍዮ ጸርፊ። ግደፊ እቲ ናይ ፊልተር ሰበይቲ። ኣታ የእዳዋ ተቆሪጹ ዝተረኽበት ኤርትራዊት ኣደ ሓዱሽ ሓበሬታ ዘርጊሖም ኣለዉ። ከምዝዝከር ቂድሚ ክልተ ሰሙን ኣብ ጽርግያ ናይ ጀርመን ክልተ ዝተቆርጸ የእዳው ከምዝተረኽበ ነቲ የእዳው ዓሸራ ምስ ገበርሉ ድማ ኤርትራዊት ኢላ ኢዳ ዝሃበት ጓለንስተይቲ ምዃና ተረጋጊጹ እዛ ኤርትራዊት ጓል ሰላሳን ክልተን ዓመት ኮይና ቅድሚ ሰለስተ ወርሒ ዝሓረሰት ኮይና ኣብቲ ካምፒ ምስ ከዱ ድማ ሓድሽ ሓበሬታ ክረቡ ይከኣሉን እቲ ህጻን ኣብ ቤተክርስትያን ናይ ጀርመን ከም ዝተረኽበ ሓቢርና ኔርና ሽዑ ግን ናታ ምሉእ ኣካላት ከምኡ ድማ እቲ ንዓኣ ዝወለደላ ኣቦ ውላዳ ወዲ እውን ጠፊኡ ከም ዘሎ ኣብ ሰዓቱ ሓቢርና ከም ዝነበርና ዝዝከር ኮይኑ ኣብዚ ሎሚ ወጺኡ ዘሎ ክልተ ሓበሬታ ግን መጀመርያ ናይታ ኤርትራዊት ኣደ እቲ ዝተረፈ ኣካላታ ተረኺቡ ከም ዘሎ ብጣዕሚ ነዚ ዜና ዘሰቅቕ ዘስካሕክሕ ዝገብሮ ድማ ብዘይ ርእሳ እቲ ዝተረፈ ኣካላታ ጥራይ እዩ ተረኺቡ ዘሎ እንታይ ዓይነት ጨካን ሰብ ረኺብዋ ነዛ ሰብ ማዕረ ከምኡ ጌርካ ጭካነ ሙሉእ ኣካላት ናይ ሰብ ብጣዕሚ እዩ ዘሕዝነካ ክትዛረበሉ እውን ዘስካሕኪሕ እዩ ብሓፊሻ ግን እቲ ዝተረፈ ኣካላት ረኪቦምዎ ከም ዘለዉ ኣብ ተወሳኪ ሓበሬታ ንምርካብ ድማ ኣብ ምርምራ DNA ከም ዘሎ ሓቢሮም ፖሊስ ክሳብ ሕጂ መን ምኳና ሽማ ኣይሓቦርኑ ኣሎ ማለት እዩ ካልእ ብዛዕባ እቲ ጠፊኡ ዝተባሃለ ንዓኣ ዝወልደላ ግን ካብ ጀርመን ወጽዩ ከም ዝጸንሐ ካብ ጀርመን ጥራይ ዘይኮነ ወላ ካብ ኤሮጳ ወጽዩ ከም ዝጸንሐ ካብ ኤሮጳ ወጻኢ ኣብ ካልእ ማለት'ዩ ተታሒዙ ከም ዘሎ ብፖሊስ ድማ ናብ ጀርመን ክመጽእ ምዃኑ እዮም ሓቢሮም ዘለዉ። ንሱ ቀታሊ'ዩ ኢሎም ክሳብ ሕጂ ኣይሓበሩን ኣለዉ። ግን ሓደ ካብቶም ቀዳሞት ጥርጡራት ኮይኑ ዝተታሕዘሉ ግን ካብ ጀርመን ወጺኡ ኣብ ካልእ ከም በዓል ኣፍሪቃ ገለ ማለት'ዩ ካብ ጀርመን ወጻኢ ካብ ኤሮጳ ወጻኢ ከም ዝተታሕዘ እዮም ሓቢሮም ዘለዉ። ካልእ ተወሳኺ ሓበሬታ ኣይሓበሩን እዚኣ'ያ ማለት'ዩ። ገለ ሓበሬታ ተረኺበ ድማ ኣብ ሰዓቱ ክመጽኦኩም'የ። እዚኣ ናይ ሕጂ ወጺኣ ዘላ ግን እዚኣ ትመስል ብጣዕሚ እዩ ዝሕዝን እንታይ ኢለ ማለት እንታይ እንታይ ኢልካ ክትዛረብ ከማን ይጠፍኣካ እዩ። እቲ የእዳዋ ዝተቆረጸት ኤረትራዊት ሓፍትና ናታ ነብሳ ተራኺቡ ኣብ ጀርመን መግለጺ ሓድሽ ናይ ሎምዓንቲ ወጽዩ ህጂ እቲ ናታ ሬዛ ኸኣ ብዘይ ርእሲ ርእሳ ውን ተቆሪጹ ኣብኡ ጸኒሑ ህጂ እቲ ነብሲ ናብቲ ሬህትስሜዲሲን ዝበሃል ናብ ሓኪም ስፔሲያሊስት ናይ ፖሊስ ኣትዩ ኣሎ መርመራ ናይ DNA ክግበር እዩ፣ መን'ዩ ቀቲልዋ ክፍለጥ ምእንቲ፣ ከምኡ ድማ ከኣ እቲ ናታ በዓልቲ ቤታ ከኣ ኣብ ካልእ ሃገር ተኣሲሩ ኣሎ፣ ኣብ ካልእ ሃገር ተታሒዙ ኣሎ፣ እሱ ድዩ ቀታሊ፣ መን'ዩ እቲ ቀታሊ ብህጂ ክምርመር እዩ። ናይ ብሓቂ ብጣዕሚ ዘሕዝነካ እታ ጓል ዕስራን ሰለስተን ዓመት ኤርትራዊት ሓፍትና ኣብ ጀርመን ክልቲኡ የእዳዋ ተቆሪጻ ተረኺባ ዝነበረት ሕጂ ድማ ርእሳ ተቆሪጻ ተረኺባ ብጣዕሚ ዘሕዝነካ ሰብኣያ ድማ ኣብ ካልእ ሃገር ተኣሲሩ ኣሎ ኣብ ካልእ ሃገር ተኣሲሩ ኣሎ ብጣዕሚ ዘሕዝን ክቡራት የሕዋት ወዲ ሰለስተ ወርሒ ህጻን ቆልዓ ድማ ኣብ ገዳም ናይ ጀርመን ቤተክርስትያን ናይ ኦርቶዶክስ ኣብኡ እዩ ተረኺቡ ኣብ ናይ ኪንደርቫገን ገይሮም ብጣዕሚ ዘሕዝነካ ክቡራት የሕዋት ነቲ ህጻን ኣብ ገዳም ኣብ ቤተክርስትያን ናይ ጀርመን ወይ ከዓ ናይ ኦርቶዶክስ ናይ ግብፃውያን ኣብኡ ገዲፎሞ ኣብ ኪንደር ቫገን ጌሮም ማለት እዩ። ኢድ ናይዛ ሓፍትና ጓል ዕስራን ሰለስተን ኤርትራዊት ሓፍትና ድማ ኣብ ኣውቶባን ኣብ ኤይ ኣርብዓን ሓሙሽተን ከባቢ ፍራንክፈርት ተደርብዩ ተረኺቡ ብጣዕሚ ዘሕዝነካ ኣብ ራይላንድ ፋልስ ርእሳ ተቖሪጹ ተረኺቡ ርእሳ ኣብ ራይላንድ ፋልስ ዝበሃል ቦታ ተቆሪጹ ተረኺቡ ክቡራት የሕዋት ኣብ ሰዓት እዚ ኣብ ላባራቶሪ የእትዮሞ ኣለዉ ጽቡቅ ገይሮም ክምርምሩ እዮም ግን ክልቲኡ የእዳዋ ርእሳ ተቆሪጹ ተረኺባ ማለት እዩ እቲ የእዳዋ እውን ምስ ሞተት ከም ዝቆረጽዋ ወይ ከዓ ምስ ሞተት ከም ተቆረጸት እዩ ዝሕበር ብጣዕሚ ዘሕዝነካ ንሓፍትና እዝግኣብሄር ኣምላኽ መንግስተ ሰማያት የዋርሳ ንመላእ ስድራቤት ከኣ እዝግኣብሄር ኣምላኽ ምሉእ ምጽንናዕን ሓይልን ክህቦም በዚ ኣጋጣሚ እዚ መሪር ሓዘነይ ክገልጽ እፈቱ ናይ ብሓቂ ሕማቕ ግዜ በጺሕና ከምዚ ዓይነት ኣጨኻኻን ኣነ ርእየ ፈልጥን እየ ናይ ብሓቂ ኣብዚ ሰዓት እዚ ሲ ደርሆ እንስሳ ንኽትሓርድ ደም ንኽተፍስስ ከማን ነብስኻ ከም ገለ ዝገብረካ ሰብ ርእሱ ቆራሪጽካ ክትድርብዮ፣ ኢዱ ቆራሪጽካ ክትድርብዮ፣ ኣካላቱ ቆራሪጽካ ክትድርብዮ፣ ደም ክተውጽኦ፣ እንደይ ሕማቅ ግዜ በጺሕና እሞ እዝግኣብሄር ኣምላኽ ብዓይኒ ምሕረቱ ይጠምተና ናይ ብሓቂ። እሺ ፋሚሊ ሎማዓንቲ ልሓዝኹም ቪድዮታት እዚኦም ይመስሉ ነይሮም ኣብ ቐፃሊ ብልገራርሙ ሓደሽቲ ቪድዮታት ሒዘልኩም ክምለስ እየ እስካዕ ሽዕቱ ሰብስክራይብና ላይክ ምግባር ከይትርስዑ ኢኹም ፒስ ኣውት።